ሰላም ሰላም ክቡራት ሰማዕቲ ናይዚ መደብ ዝተኸታተልቲ ኣብ ርሑቕን ቀረባን ዘለኹም ፈተውቲ እግዚኣብሄር ሰላም እብለኩም ፅዋዓ ኣምላኽ ብዝብል ኣርእስቲ ካብ ቃል ኣምላኽ ክንርኢ ኢና እግዚኣብሄር ዝፅውዕ ኣምላኽ እዩ ዝፈጥር ኣምላኽ ጥራይ ኣይኮነን ነቲ ዝፈጠሮ ንኽብሩ ንኣገልግሎት ክኸውን ድማ ይፅውዕ እሞ ፅዋዓ ኣምላኽ ብዝብል ካብ ሮሜ ሕልፍ ሕልፍ ኢልና ክንርኢ ኢና ሮሜ ሻምናይ ምዕራፍ ፅውዓ እግዚኣብሔር ይፅውዕ ብኸመይ ይፅውዕ ስለምንታይ ይፅውዕ ንምንታይ ይፅውዕ ናበይ ይፅውዕ እዚ ኩሉ ክምለስ ዘለዎ ሕቶ እዩ ስለዚ ብዛዕባ እዚ እግዚኣብሔር ክምህረና እዩሞ ክንፅሊ ኢና ኣብ መጨረሻ ድማ ኣብቲ ሓደ ደቒቕ ክተርፎ ከሎ ንሕሙማት ክጽሊ እሞ ኣስተውዕሉ ተዳለዉ ንኣምላኽ እመኑ ካብ ሕማምኩም ካብ መግደራኹም ካብ ጸበባኹም ክትናገፉ ስም የሱስ ልዕሊ ኩሉ እዩ ንጸሊ እግዚኣብሄር ኣቦ ነመስግነካ ካብ ዘለኣለም ንዘለኣለም እቲ ቅዱስ ስምካ ይባረኽ ብዛዕባ ጽዋዓኻ ሰማያዊ ጽዋዓ ቅዱስ ጽዋዓ እግዚኣብሄር ፍሉይ ጽዋዓ ኣምላኻዊ ፅውዓ ናይ ላዕሊ ፅውዓ ነዚ ፅውዓ እዚ ኣኽቢርና ክንሪኦ ክቡር ፅውዓ ምዃኑ ፈሊጥና ድማ ከነድህበሉ ሎሚ ብቕዱስ ቃልካ ክትዛረበና ፅሊ ኣለኹ ንዓይ ድማ ነቲ ቃልካ ብዝግባእ ምትሕላብ ክኽእል ርድኣኒ ሓይሊ ኣምላኽ ፀጋ ኣምላኽ ንኹላህና ክድግፍ ንፅሊ ስለ ዝሰማዕካና ተመስገን ካብ ዘለኣለም ንዘለኣለም ትቕዱስ ስምካ ይባርኽ ኣሜን ፅዋዓ ኣምላኽ እግዚኣብሔር ይፅውዕ እዩ ኣብ ሮሜ ሻምናይ ምዕራፍ ፅዋዓ ዝብል ቃል ተፃሒፉ ኣሎ ኣብ ቁፅሪ ሰላሳ እንታይ ኢሉ ኣሎ ነቶም ቀደም ዝመደቦም ንዓኣቶም ከዓ ፀወዖም ኢሉ ነቶም ጸውዖም ንኣታቶም ድማ ኣጽደቖም፣ ነቶም ዘጽደቖም ንኣታቶም ድማ ኣኽበሮም። ጸዋዒ ኣምላኽ፣ ኣጽዳቒ ኣምላኽ፣ ኣኽባሪ ኣምላኽ ምዃኑ ተዛሪቡ ኣሎ። ጽውዓ ብዝምልከት ሽዑ ኣብ ሮሜ ብዙሕ ግዜ ደጋጊሙ ኣብ ታሽዓይ ምዕራፍ እውን ጽሒፉ ኣሎ። ኣብ ታሽዓይ ምዕራፍ ካብ ቁፅሪ ዓሰርተ ሓደ ክሳዕ ዓሰር ሰለስተ ስግር ኢልና ድማ ካብ ሰላሳ ክሳዕ ሰላሳን ሰለስተን ኣብ ዓስራይ ምዕራፍ እውን ተዛሪቡ ኣሎ ስለዚ ብዛዕባ እዚ ፅዋዓ እዚ እንታይ ከም ዝኾነ ምፍላጥ ኣገዳሲ እዩ ኣብዚ ሮሜ ሻምናይ ምዕራፍ ካብ 29 እዩ መበገሲኡ እሞ እስከ ነንብቦ እንታይ ይብላ ኣሎ ካብ 28 እውን ነቶም ንኣምላኽ ዘፍቅሩ ከም ምኽሩ እውን ዝተፀውዑ ግና ኩሉ ንሰናይ ከም ዝድግፎም ንፈልጥ ኢና ኣብዛ ምድሪ እዚኣ ክመላለሱ ከለዉ ውረደይብ ብርሃን ጸልማት መሪር ጥዑም ክሓልፉ ከለዉ ሲ እግዚኣብሄር ብዘሕለፎም ዘበለ ኩሉ ኣብ መወዳእትኡ ባህርያቱ ተኻፈልቲ ጸግኡ ተማቐልቲ ራእዩ ተኻፈልቲ ርስቲ ወረስቲ ምእንቲ ክኾኑ እዩ በዚ ዘሕልፍ መን እቶም ንኣምላኽ ዘፍቅሩ ኣምላኽ ዘፍቅሮም ጥራይ ዘይኮነስ ንሳቶም እውን ኣብ ኣምላኽ ፍቕሪ ዘለዎም ክእዘዝዎ ዝመርፁ ነቶም ቀደም ዝፈለጦም ከዓ ይልሽዑ ንሱ ንብዙሓት ኣሕዋሲ በኽሮም ምእንቲ ክኸውን ንምስሊ ወዱ ክመስሉ ቀደም መደቦም ስለዚ እቲ ዘሕልፈና ዘበለ ኩሉ ንወዱ ንምምሳል እዩ ብኩሉ ባህርያት እቲ ስጋ ለቢሱ ኣብ ምድሪ ዝተመላለሰ ወዱ ቀደም እዩ እቲ መደብ ንወዱ ንምምሳል ስለዚ ቅድም ብፅዋዓ ክጅምር ነይርዎ እዩ እቲ ናይ መወዳእታ ዕላማ ክፍፀም እንተ ኮይኑ ብፅዋዓ ምክንያቱ ወዲቑ እዩ ሰብ ብሓጢኣት ብኣዳም እሞ እግዚኣብሔር ነቲ ምዉት ንኣልኣዛር ካብ ምዉታት ንዓ ኢሉ ከም ዝፀውዖ እግዚኣብሔር ድማ ንምዉታት ብሓጢኣትና ዝሞትና ክፅውዓና ድምፁ ክንሰምዕ ይደሊ ኣብ ወንጌል ዮሃንስ ምዕራፍ ሓሙሽተ ቁፅሪ ዕስራን ኣርባዕተን እንታይ ዩ ዝብል ብዛዕባ ፅውዓ ክዛረብ ከሎ ራብዓይ ምዕራፍ ብሓምሻይ ምዕራፍ ዕስራን ኣርባዕተን ወንጌል ዮሃንስ ከምዚ ይብል እቲ ንቓለይ ዝሰምዖን በቲ ዝለኣኸኒ ዝኣምንን ናይ ዘለኣለም ህይወት ኣላቶ እዩ ንሱ ካብ ሞት ናብ ህይወት ተሳገረ እምበር ናብ ፍርዲ ከም ዘይበፅሕ ብሓቂ ብሓቂ እብለኩም ኣለኹ ኢሉ እቶም ምዉታት ኢሉ ሕጂ ድምፂ ወዲ ኣምላኽ ዝሰምዑላ ሰዓት ትመፅእ ንሳ ከዓ ሕጂ እያ እቶም ዝሰምዕዎ ድማ ህያዋን ክኾኑ እዮም ምዉታት ምዉት ዶ ሰምዕ እዩ ብሓጢኣት ዝሞተ ድምፂ እግዚኣብሔር ከምቲ ንኣልኣዛር ናይ ብሓቂ ሞት ብስጋ ሞይቱ ዝነበረ እሞ ፀዊዑ ብሽሙ ኣልኣዛር ንዓ ዝበሎ ኣብ ወንጌል ዮሃንስ 11 ኣብዚ ድማ ብሓጢኣት ነብሲ ወከብ ሰብ ሞይቲ እሞ እግዚኣብሔር ድምፁ ከስምዖ እሞ ኣብየት ክብል ይዛረብ ኣሎ እቶም ምውታት ድምፂ ወዲ ኣምላኽ ዝሰምዑላ ሰዓት ትመፅእ ንሳ ከዓ ሕጂ እያ ሕጂ ኣንተ ደኣ ኢሉ ብስጋ ዝሞቱ ይኮኑ ብመንፈስ ዝሞቱ እዩ ዘመልክት ዘሎ እቶም ዝሰምዕዎ ድማ ህያዋን ክኾኑ እዮም ኢለ ብሓቂ ብሓቂ እብለኩም ኣለኹ እዩ ዝብል ዘሎ እምበኣር እቲ ብኣይ ዝኣምን እቲ ዝሰምዓኒ፣ እቲ ንቓለይ ዝሰምዖን በቲ ዝለኣኸኒ ዝኣምንን ናይ ዘለኣለም ህይወት ኣላቶ፣ ንሱ ካብ ሞት ናብ ህይወት ተሳገረ እምበር ናብ ፍርዲ ከም ዘይበጽሐ ብሓቂ ብሓቂ እብለኩም ኣለው። ለካ እቲ ድምጹ ቃሉ እዩ። ንቓለይ ዝሰምዖን በቲ ዝለኣኸኒ ዝኣምንን እምበር ኣብዚ ብወንጌል ገይሩ ከም ፅውዕ ኢና ብዛዕባ እግዚኣብሄር ንርኢ ስለዚ ኣብታ ሻዓይ ምዕራፍ ነቲ ፅዋዓ ከድምቆ ከሎ ከምዚ ኢሉ ኣሎ ቁፅሪ ዓሰርተ ሓደ ክሳብ ዓሰርተ ሰለስተ ዘሎ እንታይ ኢሉ ኣለብኡ ካብ ተፀዋዓይ እምበር ካብ ግብሪ ይኮነን እሞ ነቲ ምኽሪ ኣምላኽ ብምሕራይ ምእንቲ ክፀንዕሲ ከምቲ ንያቆብ ኣፍቀርኩ ንኤሳው ግና ፀላእኩ ዝብል ፅሑፍ ዘሎ እቶም ደቂ ገና ከይተወልዱ ከለዉ ፅቡቕ ኮነ ወይስ ክፉእ ከይገበሩ እቲ ዓብዪ ነቲ ንእሽቶ ክግዛእ እዩ ኢሉ ተባህለላ ኣብዚ እቲ ቁፅሪ ብሓንሳእ ደራሪብዎ ስለ ዘሎ እቲ ሓሳብ ንፁር ኣይኮነን ግን ካብ እቲ ፀዋዒ እምበር ካብ ግብሪ ኣይኮነን ብግብርና ሲ ምዉት ግብሪ ምዉት ሰብሲ ካብ ምዉት ሰብ እንታይ ትፅበ ምዉት ግብሪ ስለዚ ብምዉት ግብርና ንኣምላኽ ከነሐጉሶ ኣይንኽእልን ስለዚ እግዚኣብሔር ባዕሉ ናብቲ ህያዋን ምዃን ኣምፂኡ ናይ ህያው ሰብ ክገብሮ ዝግባእ ብኣምላኽ ህያው የተንስኣና ማለት እዩ እግዚኣብሔር ዝተመስገነ ይኹን ስለዚ ብምኽሪ እቲ ምኽሪ ኣምላኽ ብምሕራይ ምእንቲ ክፀንዕ ፅዋዓ ምኽሪ ምሕራይ ዝብል ቃል ኣሎ ይፅውዕ ይመክር ይሓሪ ምኽሪ ኣምላኽ ብግለሰብ ድዩ ኣብዚ ብግለሰብ እዩ ዝመስል ግን ህዝቢ ምዃኑ ኣመልኪቱ ኣሎ እቲ ዓብዪ ነቲ ንእሽቶ ክግዝኦ እዩ ኢሉ ተባሃለላ እንታይ ድዩ ዝብል ኣብ ዘፍጥረት ክልተ ዓበይቲ ህዝቢ ኣብ ከብዲ ክለዉ እዩ ዝብል ስለዚ ብሕብረት እዩ ፀዊዑ ዘሎ እምበኣር እግዚኣብሔር ግን ኣብ ከርሲ እዲኦም ከለዉ ኣብ ከርሲ ርብቃ ከለዉ ይስቅን ኤሳውን ያዕቆብን ኤሳውን ይቕሬታ ኣብ ከብዲ እዲኦም ከለዉ እቲ ንእሽተይ ነቲ ዓቢ ክግዛእ ኢሉ እግዚኣብሔር ወሲኑ ገና ከይተወልዱ ከለዉ ስለዚ ምኽሪ ኣለዎ ማለት እዩ ትምኽሩ ቀስ ኢልና ኢና ንፈልጦ ብምኽሪ እዩ ዝዓይ ጸሊእ ኣይኮነን እዚ ንኤሳው ጸላእኩ ንያዕቆብ ኣፍቀርኩ ዝብል ኣብ ትንቢት ሚልክያስ ምስ ዓበዩ ህዝቢ ምስ ኮኑ እዩ ዘመልክት ኣብቲ ምውላድ ግን ምኽሪ ኣለዎ እግዚኣብሔር ነቲ ሓደ ገዲፉ ነቲ ሓደ ፀዊዑ ስለምንታይ ስትራተጂ ኣለዎ እግዚኣብሔር በቲ ሓደ ገይሩ ነቲ ሓደ ክምህሮ ደልዩ ኣብ ምኽሩ ማንም ክዛረብ ዝኽእል የለን ኣብ ጸጋ ግን ንነፍሲ ወከፍ እዩ ጸጋ ንምድሓን ተዋሂቡ ስለዚ ዓመፅ ከይመስል እንታይ ኢሉ ጳውሎስ እምበኣርሲ እንታይ ክንብል ኢና ኣብ ኣምላኽ ዶ ዓመፃ ኣሎ እዩ ያ የልቦን ሌላን ጉሌላን ኣሎ የለን ንሙሴ ንዝምሕሮ ክምሕሮ ንዝድንግፀሉ እውን ክደንግፀሉ እየ ኢልዎ እዩ ኢሉ ንሙሴ እቶም ደቂ እስራኤል ካብ ግብፂ ምስ ወፁ ሲ ጣኦት ኣምሊኾም ኣቢሶም ብኡ ዝሞቱ ብዙሓት እዮም ድሓር ምዝ ህዝቢ ከዓ ኣይከይድን እየ ኢሉ እግዚኣብሔር ሙሴ ምስ ለመኖ ግና ንዝምሕሮ እምበኣር ክምሕሮ እየ ንዝድንግፀሉ ክድንግፀሉ እየ ኢሉ ዋላ በዲሎም ከለውሲ ምሕረት እግዚኣብሔር ድንጋፅ እግዚኣብሔር ተወሲኽዎ እዩ ናብ ከነኣን ክኣት ክኢሎም እምበር በቲ ዝገበርዎ ዓብዪ ሓጢኣት እግዚኣብሔር ኣሕዝኖሞ እዮም ስለዚ ምኽሪ ኣለዎ እግዚኣብሄር ምሕራይ ኣለዎ እግዚኣብሄር ይፅወዕ ካልእ ከ ይምሕር ይድንግፅ ብዓላማ እዩ ዝሰርሕ እግዚኣብሄር ቁፅሪ ዓሰርተ ትሽዓተ እንታይ ኢሉ ሽዑ ደጊም ንምንታይ ደኣ እሞ ሕጂ ዝገንሕ እንተ ኩሉ ባዕሉ ዝገብሮ ኮይኑስ እሞ እንታይ ዘግንሕ ኣለዎ ደኣ ከም ሓደ ዝእረም ሰብ ንሰብ ከም ትእርሞ ገይሩ ሲ ገኒሑ ቀፂዑ ደኣ ስለምንታይ ኣይትበል ነቲ ፍቓዱ መን ክቃወሞ ይኽእል ድላይ ዝገብር ተደኣ ኮይኑ ወይ ጋዶ ኣታ ሰብ ንኣምላኽ እትማጎቶ ንስኻ መን ኢኻ ጉቡርዶ ነቲ ገባሪኡ ንምንታይ ከምዚ ጌርካ ሰራሕካኒ ይብሎ እዩ ወይ ሰራሕ መሬት ዶ ኣብቲ ሓደ ፅቡር መሬት ገሊኡ ንክብረት ገሊኡ ንሓሳር ዝኸውን ኣቕሑ ክሰርሕ ኣብቲ መሬት ስልጣን የብሉን ኣምላኽ ቁጥዕኡ ምእንቲ ኸርኢ ሓይሉ እውን ከፍልጥ ደልዩስ ነቶም ንጥፍኣት እተዳለዉ ኣቑሑ ቁጥዓ ብብዙሕ ትዕግስቱ እንተፀሮም እዚ ከዓ ነቶም ቀደም ንኽብሪ ዘዳለዎም ኣቑሑ ምሕረት እቲ ሃብቲ ክብሩ ምእንቲ ከፍልጦም ንኣናውን ማለት ኣብ ኣህዛብ ድማ ካብ ኣህዛብ ድማ እምበር ካብ ኣይሁድ ጥራይ ንዘይኮና ዝፀዋዓና ከምቲ ኣብ ሆሴ ዝብሎ ነቲ ህዝበይ ዘይኮነ ንዕኡ ህዝበይ ክብሎ እየ ነታ ዘይፍቅርቲ እውን ፍቅርቲ ክብላ እየ ኣብታ ንስኻትኩምስ ህዝበይ ኣይኮንኩምን እተባሃለሉ ስፍራ ድማ ኣብኡ ደቂ ህያው ኣምላኽ ከም ዝበሃሉ ክኸውን እዩ እናበለ ይዛርብ ናብ ሰላሳ ደጊም ከንታይ ክንብል ኢና እቶም ፅድቂ ዘይደለዩ ኣህዛብ ፅድቂ ረኸቡ እዚ ከዓ እቲ ካብ እምነት ዝመፅእ ፅድቂ እዩ እስራኤል ግና ንሕጊ ፅድቂ እናደልየዎስ ናብቲ ሕጊ ፅድቂ ኣይበፅሑን ኣብቲ ንያዕቆብ ፀዊዕዎ ሓሪዎ ዝበልናዮ ንዕኦም ገዲፉ ከዓ እግዚኣብሔር ንህዛብ ካብ እምነት ከም ዝኾነ እምበኣር ጥቕልል ኣቢልና ነገር ኩሉ ብእምነት ይንበር ወዲ ዓይኒ መዓር እግዚኣብሔር ከም ዘለዎ ጌርካ ምዝራብ ነውሪ እዩ ክርድኣና ዘይክእል ናይ እግዚኣብሔር ኣብ ፅውዕኡ ኣብ ምኽሩ ኣሎ ዶ ኣለወ ግን ሰብ ክጠፍእ ዘይደሊ በይኑ እግዚኣብሔር ጥራይ እዩ ስለዚ ኣብ ኣተሓሳስባና ክንበፅሖ ዘይክእል ናይ እግዚኣብሔር ልቢ ከም ዘሎ ፈሊጥና እቲ ፅዋዓ ግን ንኹሉ ከም ዝኾነ ክንፈልጥ ይግባእ ፅዋዓትሲ ብዙሓት እዮም ሕሩያት ግና ሒደት እዮም ክብል ከሎ እንታይ እዩ ነቲ ፅዋዕኦም ዘፅንዑ ክሳዕ ኩሉ ዋጋ ክኸፍሉ ዝዳለው እቶም ንኣምላኽ ዘፍቅሩ ማለት እዩ እምበር እግዚኣብሔር ነቲ ሓደ ፀዊዑ ፈልዩ ድሓር ነቲ ሓደ ዝሓሪ ማለት ኣይኮነን ንፅዋዓኹምን ምሕራይኩምን ከተፅንዕዎ ኣዚኹም ተጋደሉ ይብል ሃዋርያ ጳውሎ ጴጥሮስ ኣብ ቀዳ ካልኣይ መልእኽቲ ጴጥሮስ ምዕራፍ ሓደ ቁፅሪ ዓሰርተ ሓደን ዓሰርተ ክልተን እምበኣር እግዚኣብሔር እዩ እቲ ዝፅውዕ መደብ ኣምላኽ እምበኣር ክፅውዓና ከሎ ብክርስቶስ እዩ ፀዊዕና እምበር ብግሊ ይኮነ ስማዕ ብዙሓት ተጋግዮም ዘለዉ ብግሎም ከም ተፀውዑ ገይሮም ዝርዩ ኖ እቲ ፅውዓ ብክርስቶስ ብምእማን እዩ እሞ ኣብ ክርስቶስ እዩ ጠሚቱ ዝፅውዓና እምበር እቲ ብክርስቶስ ምእማንና እዩ ንምድሓናን ንምፅዋዕናን ምኽንያት ዝኸውን እምበር ብግልና በበይና ረሪኡ እግዚኣብሔር ነቲ ሓደ ግድፍ ኣቢሉ ነቲ ሓደ ዝፅውዕ ከም ዘይኮነ ፍለጥ ፍለጢ ኣብ ክርስቶስ እዩ ዝፅዋዕን እዚ ኣበይ ንረኽቦ ኣብ ኤፌሶን እስከ ነንብቦ ኤፌሶን ምዕራፍ ሓደ ቁፅሪ ሰለስተ እንታይ ኢሉ ኣሎ እቲ ብመንፈሳዊ በረኸት ዘበለ ብክርስቶስ ገይሩ ኣብ ሰማያ ዝባረኸና ኣምላኽን ኣቦ ጎይተና የሱስ ክርስቶስን ብሩኽ ይኹን ብመን ገይሩ ብክርስቶስ ሓደ ከምቲ ብፍቕሪ ኣብ ቅድሚኡ ቅዱሳንን መንቅብ ዘይብሎምን ምእንቲ ክንከውን ቅድሚ ምስራት ዓለም ብመን ብኡ ዝሓረየና ብኡይ ትሕርየት ብክርስቶስ ብግሊ ይኮነን ስሕተት ናይ ብዙሓት እዚ ብኡ ዝሓረየና በቲ ፍቁር ብኡ ዝፀገወና ትፀጋውን ብክርስቶስ እዩ ንውዳሴ ክብሩ ፀጉኡ ብፍታዊ ፍቓዱ ብየሱስ ክርስቶስ ንርእሱ ውሉድ ክንኮኖ ቀደም መደበና ብኡ ብመን ብክርስቶስ ብደሙ ምድሓን ማለት ከምቲ ኣብ ፀጉዑ ሕድገት ሓጢኣት ኣሎና ከምቲ ብኡ ዝመደበ ስምረቱ ድማ ነቲ ምስጢር ፍቓዱ እናፍለጠና ምስጢር ናይ ፍቓዱ ገሊፅዎ እዩ ነቲ ናይ ምልኣት ዘመናት መጋቢነቱ ኣብ ሰማይ ዘሎን ኣብ ምድሪ ዘሎን ኣብ ክርስቶስ ምእንቲ ክትቕለል ብክርስቶስ ጀሚሩ ብክርስቶስ ዝውዳእ ጀማር እምነትናን ደምዳሚኡን የሱስ እዩ ዕብራውያን 12 ፍቕዲ 3 እምበኣር ብዙሓት ይስሕቱ ብግሎም ንዒ ሓሪድኒ ካብቶም ሕርያት ኣነ ታዋኢኻ ስኻ መን ይብሉኻ ብኣዳም ኩሉ ሰብ ወዲቑ እዩ ሞይቱ እዩ ስለዚ ድምፂ እግዚኣብሔር ክሰምዕ እንታይ ኣባጊዐይ ቃለይ ይሰምዓ እዩ ዝብል ቃለይ ዝሰምዕን በቲ ዝለኣኸኒ ዝኣምንን ኢሉ ናይ ዘለኣለም ህይወት ኣላቶ ወንጌል ብወንጌል እዩ ዝፅውዕ ብክርስቶስ እዩ ዝፅውዕ ወዲ ዓይኒ መዓር እግዚኣብሄር የብሉ ስለዚ እዚ ካብ ፈለጥና መደብ ኣምላኽ ክፅውዓና ከሎ ብክርስቶስ ብግሊ ዘይኮነ ምኽሪ ኣምላኽ ብምሕራይ ብመን ብክርስቶስ ብሰብ ዘይኮነ ምድሓን ኣምላኽ ብጸጋ ብእምነት ብግብሪ ዘይኮነ እግዚኣብሔር ተመስገን ይኹን ስሙ ብሓቂ ንዝፅውዕ ርድኣኒ ንዝብል ክድሕን ኣምላኽ ወሲኑ ኣሎ ኣሜን ሮሜ ምዕራፍ ዓሰርተ ሮሜ ምዕራፍ ዓሰርተ እምበኣር ኣጠቓሊልዎ ኣሎ ነቲ ፅዋዓ ብኸመይ ከም ጥቕለሎ ክንርኢ ካብ ሓደ ስጋ ዓሰርተ ሓደ ኣሕዋተ ብፍልጠት ደ ኣይኮነን እምበር ንኣምላኽ ቅንኣት ከም ዘለዎም ኣይሁድሲ ይምስክረሎም ኣለኹ ንሳቶም ክድሕኑ ስልኦም ሃረርታ ልበይ ናብ ኣምላኽ ጸሎተይ ክርስቶስ ነቲ ዝኣምን ዘበለ ኩሉ ሓፈሻዊ ክርስቶስ በሉ ምሳይ ነቲ ዝኣምን ዘበለ ኩሉ ዝኣምን ዘበለ ኩሉ እንታይ ድሉ ብሮሜ ምዕራፍ ሓደ ቁፅሪ 16 17 ወንጌል ቅድም ንኣይሁዳዊ ከምኡውን ንፅርኣዊ ንዝኣምን ዘበለ ኩሎ ኣይሁዳዊ ይኹን ፅርኣዊ ሓይሊ ኣምላኽ ንምድሓን እዩ እሞ ብወንጌል ኣይሓፍርን እዩ ከምቲ ጽሑፍ ጻድቕ ግና ብእምነት ይነብር ዝብል ጽሑፍ ዝብል እቲ ጽድቂ ኣምላኽ ካብ እምነት ናብ እምነት ብኡ ይገሃል ስለዚ ናይ ኣምላኽ ጽድቂ ተማቐልቲ ክንከውን ክንኣምን ብእምነት ብእምነት ጀሚሩ ብእምነት ዝውዳእ እዩ ኣይትስሓት ኣይትስሓት እምበኣር ቀፂሉ እንታይ ኢሉ ክርስቶስ ነቲ ዝኣምን ዘበለ ኩሉ መደምደምቲ ሕጊ ንፅድቂ እዩ እሞ ፅድቂ ኣምላኽ ሰኣን ምፍላጦምን ፅድቂ ርእሶም ክተኸሉ ብምድላዮምን መን እቶም ደቂ ያቆብ እቶም እስራኤል እቶም ሓሪዎም ኢልና ዓንተቦይ ተዛረብናሎም ኣብ ታሽዓይ ምዕራፍ ጽድቂ ኣምላኽ ሰኣን ምፍላጦም ጽድቂ ርእሶም ክተኽሉ ብምድላዮም ንርእሶም ኣብ ትሕቲ ጽድቂ ኣምላኽ ኣየግዝኡን ሙሴ ብዛዕባ እቲ ካብ ሕጊ ዝመጽእ ጽድቂ እቲ ዝገብሮ ብምልኡ ዝገብሮ ሓንቲ ከየጉደለ ሰብ ብእኡ ብህይወት ክነብር እዩ እናበለ ይፅሕፍ እዩ እሞ እቲ ካብ እምነት ዝመፅእ ጽድቂ እምነት ካብ እምነት ዝመፅእ ፅድቂ ግና ከምዚ ይብል ብልብኻ መናብ ሰማይ ክድይብ ትበል እዚ ማለት ንክርስቶስ ከውርዶ ካብ ላዕሊ እዩ ወይስ ናብ መዓሙቕ መን ክወርድ ኣይትበል እዚ ማለት ንክርስቶስ ካብ ምውታት ከውፅኦ እንታይ ደኣ ይብል እቲ ቃል ኣብ ኣፍካን ልብኻን ጥቓኻ እዩ እዚ ማለት እቲ ንሕና እንሰብኮ ቃል እምነት እዩ እቲ ፅሑፍ ብኡ ዝኣምን ዘበለ ኣይሓፍርን ማንም ይኹን ማንም ይብል እሞ ኣበይ ኣብ ትንቢት ኢሳያስ 28 ሰብ ብልቡ ኣሚኑ ይጸድቕ ዝኾነ ሰብ ብኣፉ ተኣሚኑ ነቲ ዝኣመኖ ኣብ ልቡ ከዓ ብኣፉ ተዛሪቡ ኣብ ቅድሚ ሰብን ኣብ ቅድሚ መላእኽትን ዝእመን ብኣፉ ተኣሚኑ እውን ይድሕን ስለዚ ብኣፍካ የሱስ ጎይታ ምዃኑ እንተ ነገርካ ብልብኻ እውን ኣምላኽ ካብ ሙታት ከም ዘትንስኦ እንተ ኣመንካ ክድሕን ኢኻ ማንም ኩን ማንም ብዘይገድስ ማለት ነፍሲ ወከብ ስም እግዚኣብሔር ዝፅውዕ ዘበለ ኣድሕነንዎ ኣምላኽ ኢሉ ዓው ኢሉ ዝጭድር ዘበለ ክድሕን እዩ ንሱስ ሓደ ጎይታ እዩ ነቶም ፅውዕዎ ኩሎም እውን ሃብታም እዩ ብፀጋ ሃብታም እዩ ብኹሉ እሞ ኣብ መንጎ ኣይሁዳውን ጽርኣውን ሌላን ጉሌላን የልቦን ስለዚ ዓሰርተ ሸውዓተ እንታይ ኢሉ እምበኣርሲ እምነት ካብ ምስማዕ እያ ምስማዕ እውን ብቓል ክርስቶስ እዩ ንቓል ክርስቶስ ሰሚዕና ፅዋዕና ንረኽቦ ድምፂ ኣምላኽ ወንጌል ንሰምዕ ስለዚ መን ይፀዋዒና እግዚኣብሄር ኣቦ ኣምላኽ ጽውዖም ዘበሉ ብወንጌል ክድሕኑ ድሮ ወሲኑ ኣሎ ስለዚ ካብቲ ፀዋዒ ብመደብ ብምኽሪ ኣብ ሂወትና ግዜ ሓልዩ መዓልቲ ሓልዩ ማስ ከም ዝበፅሓና ሎሚ እውን ክኸውን ይኽእል ንዓኻ መዓልቲ ምድሓን ሕጂ ስለ ዝኾነት ቀብልቲ ግዜ ሕጂ ስለ ዝኾነት እናሰማዕካ ነዚ ወንጌል እዚ ብምስማዕ ንፅዋዕኻ ከተፅንዖ ማለት ክትረኽቦ ትኽእል ኢኻ ትኽእል ኢኺ ብኸመይ ፀዊዕና ክቡር ፅዋዕ ቅዱስ ፅዋዕ ናይ ላዕሊ ፅዋዕ ኣምላኻዊ ፅዋዓ ሰብ ኣይኮነን ፀውዒና መራሕ ሃገር ኣይኮነን ፀውዒና ፕረዚደንት ይኮነን ፀውዒና ንጉስ ናይ ምድሪ ይኮነን ፀውዒና ሰማያዊ ንጉስ ብናይ ላዕሊ ፅውዓ ናብ ሰማያዊ ፅውዓ ብቕዱስ ፅውዓ ብወንጌል ብፀጋ ፀውዓ ብናይ ክርስቶስ ፅዋዓ ፀዊዕና ብናይ ላዕሊ ፅዋዓ ራ ዮሃንስ እባ ፊልጲ ምዕራፍ ሰለስተ ቁፅሪ ዓሰርተ ኣርባዕተ ናብቲ ሕንፁ ፀላም ኣቢለ ናብቲ ናይ ላዕሊ ዓወት ናይ ላዕሊ ፅዋዓ ኣምላኽ ብክርስቶስ ጎይ ኣለኹ ብላዕሊ ዝፅዋዓና ንዓወደይ ኣነ የቦኻ ኣነ ፈጣሪኻ ናባዩ ኣድራሻኻ እናበለ ካብ ላዕሊ ዝፅውዕ ሰብ ግልፅ ምልፅ ይብል ብላዕሊ ፅውዖ ስለ ዘየለ ምክንያቱ ብታሕቲ ይፅውዕ ኩሉ ሰብ ስለዚ ንየማን ንፀጋም ንየማን ንፀጋም ብቕድሚት ብድሕሪት እዩ ዝርኢ ንላዕሊ ይፅውዕን እዩ ኣይጥምትን እዩ ሰብ ካብ ላዕሊ እዩ ተፀዊዑ እግዚኣብሔር ይፅውዓካ ዘሎ ፅውዓኪ ዘሎ ናበይ ሰማያዊ ፅዋ እብራውያን ምዕራፍ ሰለስተ ሓደን ክልተን እዚ ከዓ ኣቱም ካብቲ ሰማያዊ ፅዋዓ ግደ ዘለኩም ቅዱሳን ኣሕዋተይ ከምቲ ሙሴ ኣብ ብዘላ ቤቱ እሙን ዝነበረ ናብቲ ነቲ ሸሞ እሙን ዝኾነ የሱስ ናይ ምእማንና ሃዋርያን ሊቀ ካህራትን ኣቕልቡ ጎይታሲ ሊቀ ካህን ክኾነልና ሓሊፉ ኣሎ ነቲ ንሱ ኣብ ቃሉ ዝተዛረቦ ብኣፍና ክንእመን ኮለና ናይ ምእማና ሃዋርያ ኮይኑ እወ ይብል የስምረልና ከዓ ብቕዱስ ፅዋዓ ከዓ ኢሉ ካልኣይ ጢሞቴዎስ ምዕራፍ ሓደ ቁፅሪ ትሽዓተ ኣምላኽ እዚኣ ተቐዳመይቲ ብፍቓድ ርእሱን በቲ ብክርስቶስ የሱስ ቅድሚ ዘመናት ዓለም እተዋህበና ጸጋን ኣድሓነና ብቕዱስ ፅውዓውን ፀውዓና እምበር ብግብርና ኣይኮነን ኣምላኽ ሰብ ዘይብሉ ብፍቓድ ርእሱ ብክርስቶስ የሱስ ብግሊ ይኮነን በቲ ብክርስቶስ የሱስ ቅድሚ ዘመናት ዓለም ዘዳለዎ ፀጋ ኣበይ ኣብ ክርስቶስ ዘዳለዎ ፀጋ ብኸምኡ ምድሓን ብወንጌል ከም ፀውዓና ከዓ ተዛሪቡ መበል ራብዓይ ብወንጌል ፀጋ ኣምላኽ ከዓ ፀውዒና ካልኣይ ተሰሎንቄ 215 ግናኸ ኣቱም ብጎይታ ፍቁራት ኣሕዋትና ኣምላኽ ካብ ጥንቲ ብናይ መንፈስ ቅድስናን ካበይ ካብ ጥንቲ ብናይ መንፈስ ቅድስናን ብእምነት ሓቅን ንምድሓን ስለ ዝሓረየኩም ንምድሓን ሓሪና ማለት እዩ ሕራይ ብምድሓን ስለ ዝሓረየኩም ንሕና ብዛዕባኻትኩም ንኣምላኽ ኩሉ ሳዕ ከነመስግኖ ግቡእና እዩ እቲ ነቲ ክብሪ ጎይታና የሱስ ክርስቶስ ምእንቲ ክትረኽብዎ ኢሉ እዩ ብወንጌልና ገይሩ ፀዋዓኩም ለካ ወንጌል ብወንጌል እዩ ሰብ ፅዋዕ ወንጌል ናይ ክርስቶስ ሰሚዑ ሰብ ኣብቲ ምድሓን ተዳለወሉ እንተ ደኣ ኣሚኑ ብክርስቶስ ይድሕን ፅውዑ ከዓ ብክርስቶስ ኮይኑ ይረኽቦ ብወንጌል ጸጋ እዩ ጸዊዕና ካልኣይ ተሰሎንቄ ከዓ ክልተ ዓሰር ሰለስተ ባ ይቕሬታ ብወንጌል ናይ ጸጋ ናይ ክርስቶስ ኢኻ ጸውዕና ገላቲ ሓደ ሽዱሽተ ካብቲ ብጸጋ ክርስቶስ ጸውዓኩም ከምዚ ቐልጢፍኩም ናብ ካልእ ወንጌል ምግልግባጥኩም ይገርበኒ ብግብሪ እንተዘይወሲኽኩምኒ ኢሎም ኣም ብጸጋ ዘይኮኑ ክርስቶስ ጸዊዕኩም ሰብ ገላትያ ኢልዎ እምበኣር ብናይ ላዕሊ ጽዋዓ ናብ ሰማያዊ ጽዋዓ ብቕዱስ ጽዋዓ ብወንጌል ጸጋ ናይ ጎይታ ብወንጌል ጸጋ ናይ ክርስቶስ ተጸዊዕና ናበይ ጸዊዕና ቅድም ናብቲ ዘገርም ብርሃኑ ድሓርከ ናብ ሕብረት ወዱ የሱስ ክርስቶስ ናብ ዘገርም ብርሃኑ ዮሃንስ ምዕራፍ ሓሙሽተ እግዚኣብሔር ብርሃን ምዃኑን ኣብኡ ከዓ ሓንቲ እኳ ፀልማት ከም ዘይብሉን እታ ካብኡ ሰማዕናያ መልእኽቲ ንዓኻትኩም እነግራ ዘለና እዚኣ እያ ምስኡ ሕብረት ኣለና ኢልና ኣብ ፀልማት ተተመላለስና ንሕሱ ሓቂ እውን ኣይንገብር ኢና ዘለና ከምቲ ንሱ ኣብ ብርሃን ዘሎ ብርሃን ተተመላለስና ግና ደም የሱስ ክርስቶስ ካብ ኩሉ ሓጢኣትና የንጽሃና ምክንያቱ ንሓድሕድና ምስ ኣምላኽ ሕብረት ስለ ዘለና ድሓርታ ኢል ቆሎሲ ሓደ ዓሰርተ ክልተ ነቲ ናብ ግደ ርስቲ ቅዱሳን ኣብ ብርሃን ዘብቅዓና ኣቦ እናመስገንኩም ንሱ ካብ ስልጣን ጸልማት ዘውፅኣና ናብታ መንግስቲ ፍቕር ወዱ እውን ኣእተወና ቀዳማይ ጴጥሮስ ምዕራፍ ክልተ ትሽዓተ ንስኻትኩም ድማ ደግነት እቲ ካብ ጸልማት ናብ ዘገርም ብርሃኑ ዝጸውዓኩም ምእንቲ ክትነግሩ ሕያውነቱ ጽድቁ ቅድስኑ ሕሩይ ወለዶ ናይ መንግስቲ ክህነት ቅዱስ ህዝቢ ጥሪት ኣምላኽ ዝኾነ ህዝቢ ኢኹም ናበይ ፀዊዕና ናብ ሕብረት ወዱ ቀዳማይ ቆሮንጦስ ሓደ ትሽዓተ እቲ ናብ ሕብረት ወዱ የሱስ ክርስቶስ ጎይታና ዝፀዋዓኩም ኣምላኽ እሙን እዩ ኣሜን ነቲ ምስ ጎይታና የሱስ ክርስቶስ ዝለግብ ንሱ ምስኡ ሓደ እዩ ስለዚ ምስ ጎይታ ክንጣበቕ ክንሓብር ናብ ሕብረት ወዱ ዝፀዋዓና ኣምላኽ ብሩኽ ይኹን ክንቅፅሎ ኢና ንምንታይ ፀዊዕና ዝብል ካልኣይ ክፋል ክቕርብ እየ ኣብቲ ዝመፅእ

ስም የሱስ ልዕሊ ኩሉ እዩ ዝፍውስ ከዓ ስሙ እዩ መንፈሱ እዩ ህያው እዩ ኣብ ልዕሊ ኩሉ በዓል ስልጣን እዩ ዘፍርሃካ ዘበለ ዝቕንጥጥ ሕማምካ ድማ ዝሰብር መርገምካ ሰይሩ ሓራ ዝገብር ዘብርህ በየሱስ ክርስቶስ ስም ኢሎም ኣብ ዘንበርዎ ምሕዋ ይኹን ከም የሱስ ክርስቶስ የቃጽልካ ኪድ ኣብ ልዕሊኡ ጎልቢብካ ጸቂጥካ እያ ዘለኻ በየሱስም ተለዓል ኢትካ ልዕሎ ብስም የሱስ ኣቲ ሕማም ተበንቆስ ኣቲ ሓይሊ ሕማም ብሓይሊ ስም የሱስ በየሱስም ሕርር በየሱስም ተበንቆስ ደም የሱስ የቃጽልካ